ሃሎ ሃሎ ሰላም ደሓን ዶ ዋኢልኪ ካብዚ ሆች ቫን ቹም ዲስቶርሽን ካምፓኒ እንዴ ኬክ ክንእዝዝ ደሊና ነርና ቤት ቁርሲ ሞዶርን እያ ኦኬ ናትኩም ሕጂ እንታይ ኢኹም ትሕዝዎ
ፋታ
ሕጂ ፋታ ከመይ እስከ ፅቡቅ ኣጋጣሚ እዩ ምክንያቱ ንሕና እቲ ሓሳብና ናይ ባህላዊ ክስታይ እንዲና ነዞም ቻይናውያን ከነብሎም ነብል ዘለና ሕጂ ፋታ ንባዕሉ ሲ ኣብ ባህላዊ እዩ ሓቀይ
ሕጂ እቲ መደብና ናይ 17 ሰባት እንዲዮም ናይ ኮንስሌሽን ካምፓኒ ድራር እንጉደት ክንገብረሎም መጺኩም እውን ከተቕርቡልና ትኽእሉ ኢኹም መስለኒ ሕጂ ፋታ ብምንታይ እዩ ዝስራሕ እሞ ሓፍተይ ብባኒ ባኒ ፈትፊትካ ከምዚ እንቋቑሖ ስጋ ገለ ደለዎ ኣንቋቑሖ
ኦኬ ሕጂ እቲ ባኒ እዚ ናይ ዓድና ባኒ እዩ ኖ ናይ ኣስመራ ኦኬ ጎጎ ከ ክንጥቀም ንኽእል ዶ መስለኪ እንታይ ኣብ ክንዲ እቲ ባኒ እዚ ከም ሓሳብ ባህላዊ ክኾነልናስ ጎጎ። ኣይ ኣይመስለንን እንድዒ ብጀረግና ዓመና ምስ መጸ እሞ ክንረኽበኩም። እወ። የለን እንድዒ ሕጂ ወጺ ኣሎ ምስ መጸ ክንረኽበኩም ኣነ ሰራሕተኛ እየ። ኦኬ ሕጂ እዚኦም ቻይናውያን እንታይ መስለኪ ከም ባህሊ ኣብቲ ዓዶም ቁሩብ እዋናት ጌረ መጼ እንዴ እዚ ፋታ ገለስ ኣይፈልጦን ኣነ ንባዕለይ ከማን ዝገርመኪ ብዙሕ ኣይፈልጣን እየ ብዕላል ገለ ተዘይኮይኑ። እወ ሕጂ እቲኦም ድራር እንጉዶት ጌርና እዚ ፋታ ካልእ እውን ባህላዊ ሕልበት ገለኸ
ኣብ ዋላ ብትእዛዝ እውን ኣይከውን እዩ ሕልበት
ሪኮታ ሪኮታ እኮ ባህላዊ ኣይኮነን ሓገ
ካልእ ባህላዊ ከ እንታይ ኣለኩም
ኣነ ሲ ከም ክስታይ ከም ስራሕ እንዲና ክንሕዞ ሕጂ እዚ ማለት ስና ዓኹም እውን ኣርባሒ እዩ ኖ የሱ እርዳነ ሕጂ ጥሕሎ ገለመለ ዝገብሩ ገለኸ ኣሃ ጥሕሎ ከሞ ናይ ንሕዘን ኢና ወ ማለት ኣነ ሕጂ ኣነ ሓንቲ ቤተሰበይ ኣላ ካብ ዓዲ እ፣ ጥሕሎ ትገብር እያ ትኽእሎ እያ ተረዲእክኒ እወ ምሳኹም ከተሓሓዛ ክእል እየ ንስኹም ሕሳባት ህብዋ እወ ሕጂ ንስኹም ብመንገድኹምሲ ጥሕሎስ how to invite the people of Republic of China in ጥሕሎ እዩ ሕጂ እቲ ዕላማይ ሕጂ ተረዲእክኒ ሕጂ ብወገን ከም ዝብለክ እንታይ መስለክ ስኻ ሓሳብ እስከ ሃብኒ እሞ ኣነስ እዚ ክውርዶ ይክእል እንደ ብዘረግንሲ ዓምና ምስ መጠተ ትዘራረቡ ጽቡቅ ደስ መበለኒ ጥሕሎ በልዕክዮ ትፈልጥ ዶ ትኾን ኸስኻ ኣነ እኮ ፈቲነያ ኣለኹ ሓንሳብ ጥዑም ብጣዕሚ ጥዑም ጥዑም እየ
ኣሰራርሓ እውን ትፈልጥያ ኸ ድሓን እየ እወ እወ ሕጂ እንታይ መስለኪ እዚ ጥሕሎ ኣብ ቻይናስ ከመይ ጌርና እቲኦም ቻይናውያን ሲ ብዛዕባ ጥሕሎስ ከይዶም ሲ ክዛረቡ እዩ ሕጂ ዕላማይ ተረዲእክኒ
ወ ሕጂ ኣነ ንስኺ እንድሕር ትኽእልያ ኮንክታ ጥሕሎ እውን ንስኺ ምስ ሰራሕኪ እያ ኖ ሽዑ ፅቡቕ ደሞዝ ከዓ ተኸፊልኪ ጥሕሎ እጂ እቲ ዕላማናሲ ዕላማ እያ ሒዝኪ ኣለኺ ሓቀይ
ሃው ቱ ፕሪፔር ጥሕሎ ኢን ቻይና እዩ ሕጂ እቲ እቲ ቁም ነገሩሲ ኣብ ቻይናሲ ከም

ዜረስ መጺኡ ተዘራረቡ ግን ጹቡቅ ደስ ምበለኒ። ብዛዕባ ፋታኽ እንታይ ትብልኒ እስከ ቁሩብ ስውን ፋታ ውንሲ ኣብ ኤርትራ ጥራይ እዩ ዘሎ ኣብ ካልእ ሃገራት ደሎ ኣይመስለንን ኣብ በዓል ባንግላድሽ ገለስ ኣይትረኽቦን ኢኻ ፋታ እወ ሕጂ ብዛዕባ ፋታኽ እንታይ ከመይ ይሰራራሑ። ብጣዕሚ ጽብቅ ዜረ ግና ዝቀረባ ተትህሉ ተለኻስ ተትመጸና መርኣናካ ደስ ምበለና። እሞ እቶም ቻይናውያን ሒዜዮም ተመጻእኩ ከመይ ይመስለኪ? ኦዎ ጽቡቅ።
ሕጂ ብፍላይ ኣሎ ሚስተር ዋንግ ዙ ዝብሃል ኦዎ። ኣዝዩ ተገዳስነት ኣብ ፋታ ኣለዎ ምክንያቱ ብ ብዕላል ሰሚዓ እንድዩ ፋታ ክብሉ ኦዎ። ሕጂ ዝገርመኪ ቻይናውያን ክምስሉ ከለዉ እንታይ ይብሉ መስለኪ ዋእ ቹንግ ዝንግ ፋ ማለት ኦዎ። መግቢ ሲ ኦዎ። እ ዝሃብካያ እያ ትበልዕ ማለት ዝሃብካያ ኣብ ኣብ ኣሰራርሓ እዩ ማለት እዩ ኦዎ። ሕጂ እዚ ሚስተር ቶንግ ብጣዕሚ እዩ ግዱስ ኣብ ኣብ ባህሊ ኤርትራ እጂ ኣነ ንቑሩብ እዋን ኣብ ቻይና ተንቀሳቒሰ ነይረ እንዴ እጂ እቲ ባህሊ ናቶም ምስ ናትናስ ኣይዳረግን እዩ
እወ ኣይከውንን እዩ ሕጂ ኣነ ከም ዕላማ ሲ ከም መደብ ሲ ኣነ ንስኽን ዋላ ተሰማሚዕና እዛ ናይ ፋታ ጉዳይ ኤክስፖርት እውን ክትገብሮ ትኽእል ኢኻ

ከም ብሩኸይ ምጻእ በል እስከ ምጻእ እስከ። ሕራይ በቃ ክመጸኪ እሞ መደብ ጌርና ብዛዕባ እዚ ናይ ኤክስፖርቴሽን ኦፍ ፋታ ክንዘራረብ ኢና እሺ እሺ እ፣ ንሎሚ ብጣዕሚ እየ ዘመስግን ቴንክ ዩ ኖኖ ርሑስ በዓል እሞ እዚ መዘንግዕ ቴሌፎን እዩ ሞደርን ካፍ
ኣሎ ሃሎ ኣነ መን ክብል። ሰላም ጆርጆ ድሓን ዶ ውዒልካ? ኣልሓምዱሊላህ።
እብራሂም።
ኣይዋ።
ከመይ ኣለኻ?
ኣብቲ ተለቪዥን እየ ርእየዮ እቲ ብኣመ እዚ እዚ ናይ ሕቖ። እወ ንገብር ኢና ማማ። ብጣዕሚ ጽቡቕ ዝወደይ ብጣዕሚ ጽቡቕ ተሓጒሰ እየ ርእየዮ ኩሉ። እወ። ከመ ኣሎ እሞ ስራሕ
እንታይ ኢልኪ? ስራሕ ከመ ኣሎ ስራሕ ደሓን እዩ ደሓን እዩ ኣልሓምዱሊላህ። ኣብቲ ቴሌቭዥን እኳ ርእየካ ሕጉስ ኢለ እብራሂም ኢሎምኒ ቀደም እኳ ፈልጦ እመ ስድራኻ እወ ሕጂ እንታይ ደለ እብራሂም ወደይ እዚ በዓል ቤተይሲ ኣይጎድኡኻ እግሩ ተሰይሩ ኣሎ እወ ሕጂ ፍቲ ጎረባብቲ ከነዕልል ከለና ዋእ ኣብታ ማይ ጭሆት ኣሎ ብርሃይ ሚልክ ንሸደኦ ኣብ ቴሌቪዥን እኳ መጺኡ ነይሩ ኢሎምኒ ሕጂ እዛ የማነይቲ ብሕኩልቲ ኣመሊቓ ምሕኩልቲ ካይትምሎቕ ሕጂሲ እ ተጸጊነ።
ዋይ እንታይ ክትጽገን ኣዕሪጎም እንድዮም ሰብኣይ። ቃንዛ ኣለዎ ማለት ተሰይራ ወላ ደሓንያ ዝኣሞ ጥራይ እያ። ዋዋዋዋ ቃንዛ እሞ ተካል ኣይንርኣዮ ኦኬ ገ መስበርቲ የብሉን። መስበርትስ የብሉን የብሉን መስበርትሲ። ኦሆ ደሓን ጉርጽ እያ እሞ እንታይ እ ትመጸና ከይልቲ። ዋይ ዋላ ብዘን ሰለስተ እግረን ዓረብያ ኣለዋ በኣን ጽዒንና ዋላ ነምጽኦ። ዋእ ኣበይ ድዩ ኣበይ ዲኹም? ኣብቲ ሓዝሓዝ እንዲና ሕጂ እታ ሓዝሓዝ እንዲያ እታ ቁልቁል ኣሎ ኣብቲ ጎረቤትና እዘን ዓረብያ ዘለዎ ደሓን ማማየ ኣነ ክወስደልክን ኢልኒ ኦኬ ጽቡቕ ሕጂ ብታ ቁልቁል እያ ቁርብ ተፍርሓካ ከም ሽቱኽ ከይብለናስ ዋላ ገመድ ጌርና ንስሕቦ ዋላ ጽቡቕ ጌርክ ደሓን
እሞ እቲ ጭጉኖ ዶ እንድሕ ዘይከውን ኮይኑ ንሕና ገዛ ገዛ ንመጽእ እንዲና ቁሩብ ከይከብረክን እምበር እወ ገዛስ ንመጽእ ኢና ንሕና ዋይ ንሕና ዳ እታ ኣለና ወሪድና እታ እብራሂም ከምኡ ኢሉ እንዲ እዚ ጎረቤተይ ኢሎ ብሩኽ ከምዚ ከማኻሲ ኦ ዋ እንታይ ገደሸክን ማማ ህይወት ኣብታ እዘን ሰለስተ እግረን ዓረብያ ኣለዋ እንዶ ኣብኣ ፅዒነ ዋላ ከይወድቕ ገመድ ጌርና ንኣስሮ ኢልኒ

እወ በቃ እሞ በዲንዮም እሞ ሓንቲ መዓልቲ እወ ፅባሕ ንግሆ እሞ ምፅኡ ንርእዮም በቃ በል ገሓት ንግሆ ኣንጊሀ እየ ክብገስ ደለኒ እኳ ምክንያቱ ቀስ እናበልና ስለ ብፍላይ እታ ቁልቁል ግናይ እያ እዛ ናይ ሓዝሓዝ ቁልቁል ትፈልጣ እንዲኻ እወ ቀስ በሉ ዛዕባ ኣብኣ ግናይ እንድያ ገመድ ጌርና እስር ኣቢልና ሓጉዝና ኢልና ቆልዑ ቀስ ጌረ ከምፅኦ እየ ናብኡ

ሰለሙን እወ ማሙን ኣታ እዛ ጓለይ እስከ ቴሌፎና ሃበኒ ሰላም ክብላ ኢለ ዮሲ እወ ከመይ ኣለኺ እዛ ጓለይ እግዚኣብሔር ይመስገን ደሓን ኢና ማሚተይ እዋይ ደርፍኺ ክሰምዖ ከለኹ ሰምሃዊ ጓለይ ከመይ ስዕስዕ እብል ሕጎስ ኣሰይ ማሚተይ ቴንኪ ዮሃንለይ ሕጉስ እየ ደብል ሓደ መዓልቲ እኳ ገዛ ዋላ መፂእክን ምሳና ቡን ትሰትያ እምበሪ ዋይ ኣሰይ ብፍላይ እታ ኦታ ኣታ እታ እዚኣ ኣደ ኣየ ትብል እወ። ኣብዚ ገዛ ወሊዕና ቴፕ ወዲ ጓልይ ኣሎ ንእሽቶይ ነዛ ቴፕ ወሊዕና ሽሽ ነብል ንውዕል ኣሰይ ከመይ ኣለኺ
ደሓን እግዚኣብሔር ይመስገን። ኣነ እኳ ጋሻ እንዴ ነዚ ዓዲ ኣብ ኔው እንዴ ነረ እዚ ኡስትራልያ እየ ነረ እዚ ቁሩብ እዋን እየ መፅኤ ናብዚ ዓዲ ኣብቲ ኡስትራልያ ኸዓ ኩሉ ሰብ እዩ ዝፈትወኪ ሰምሃር ጓለይ ብሓቂ ማሚ ተንኪ ይቀኒለይ ዋይ ኣንቲ ከመሎ ሓፍትኺ ከ ከመላ

ሄሎ ሃሎ ሃሎ ሰምሃር ጓለይ እቲ መስመር እዩ ዝኸውን ዝቆራረፅ ዘሎ እ? ኦታ ዝያዳ እየ ክፈትዋ መዓት እንዴ ሕጂ ነቲ ሰለሙን ወደይሲ ሃባስከ ቴሌፎና ክደውለላ እሞ ሰምሃር ጓለይ ዝያዳ እየ በልለይ እስከ ክብላ ኢለ ዝያዳ ጓለይ ማሚየ ክብለልኪ እየ ማሚየ ገዛ መፅየ ቡን እንዳሰተኹ ምሳኺ ዝያዳ እየ ክብለልኪ እየ ገለ ዝያዳ እየ ወይ ኣነ በለ ክስምዐካ ሓፊርኪ ክመስለኒ ብገሊኡ እየ ክደለኺ

ሀራይ ማሚየ ማዓረይ ሀራይ ማሚየ ማዓረይ። ክድውለልኪ'የ ሕጂ እዛ ቁጽርኺ ሒዘያ እንድየ ክድውለልኪ'የ ሰምሃር ጓለይ። ሀራይ ማሚየ።
ርሑስ በዓል ዛጓለይ።
ኣሜን ኣሜን ማማ። ሕራይ ሰምሃር ዮውሃንስ ርሑስ ሓድሽ ዓመትን ክሪስማስን ይግበረልኪ እዚ መዘንግዒ ተሌፎን እዩ ዝኸውን ደሎ። እውይ
ደክም